ሊሊ ዘላቶ ኩነታት ብጣዕሚ ከቢድ ከቢድ ብጣዕሚ ኣብ ሕማቅ ኩነታት ትርከብ ሕጂ ማለት እዩ ሊሊ ኣሌክስ ትማሊ ብዝሰርሖ ማለት እዩ ብጣዕሚ እያ ልባ ተጎዲኣ ብጣዕሚ እያ ልባ ተሰይራ ማለት እዩ ንሱ ምስ ረአት ድማ ብጣዕሚ ኣብ ዓብዪ ጭንቀት ኣትያ እንታይ ከም ትገብር እንታይ ከም ትሰርሕ ምንም ክትፈልጥ ኣይከኣለትን ማለት እዩ ብጣዕሚ እያ ኣብ ከቢድ ኩነታት እያ ዘላ ሕጂ ማለት እዩ ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላሜ እግዚኣብሔር ይመስገን ንስኻትኩም ለኣ ኣብ ዘለኹምዎ ሰላምኩም ብዝሕ ትርፊ ይበለሉ ልማዓንቲ ድማ ብሓድሽ ቪድዮ መፅየኩም ኣለኹ ነዚ ቪድዮ ክትጅምሩ ከለኹም ላይክ ብምጋር ጀምሩ ኢኹም ሓደሽቲ ዝኾንኩም ድማ ሰብስክራይብ እንዳገበርኩም ቤተሰብ ኩኑ ክብለኩም ፈቱ ማለት እዩ ቤተሰብ ዝኾንኩም ላይክ ሸር ምግባር ኣይትሕመቑ ኢኹም ስለተበራታትዕኒ ሕጂ እውን ብጣዕሚ እየ ዘመስግን ምብርትታዕኹም ኣይፈለየኒ ክብል ይደሊ ማለት እዩ ቤተሰብ እምበኣር ከስ ለማዓንትለ ብዛዕባ ሊልና ኣሌክስ ንሕዘልኩም መፀ ዘለኹ ማለት እዩ ሊልና ኣሌክስ ትማሊ ወይኒ ናብ ኣሌክስ ከይዳ ማለት ኣሌክስ ስሒምዎ ከም ዝነበረ ነጊራትና ክትሪኦ ኢላ ድማ ምግቢ ሒዛትሉ ከም ዝኸደት ኣሌክስ ድማ ኣይትኸድን ኢኺ ንእሽተይ ተጫዋቲ ፊልም ሓቢርና ክንረአና ምናምን ምናምን እንዳበሉ ርኢና ነርና ካብኡ ኣጋጣሚ ከዓ ሃንደበት በሪ እንዳተንኳሕኩሐ ነይሩ ማለት እዩ እዚ በሪ ዳገደ ይኸውን ሊልደ ትኸውን ወይስ ዘም ብታሕቲ ዘለው ደይኮኑ ኢሎም እንዳተጨነቆ ነይሮም ማለት እዩ ማለት ንሊሊ እኳ ንኣይ ሓሰብዎ ነይሮም ማለት ሲ መነጌዋ መኸም ኢላ ሞ ሊሊ ክትመፅእ ኣይሓሰብዎን እዮም ነይሮም ማለት እዩ ድሓር ግን ትኾነታት በቃ ከቢድ እዩ ቤተሰብ ማለት እዩ ህይወት ግን ስለምንታይ ኣስኻ ካሊእ ትሓስብ ዘጋጥመካ ካሊእ ረይ ወሊሉ ፅቡቅ ነገር ሓሲባ ንኣሌክስ ናብ ገዛኡ ክትምልሶ በቃ ይኣኽለና ካብ ሕዝሲ ይኣክል ዝጎደለ ተልዩ እውን ኣብ ገዛና ኮይና ክንፈትሖ ተረዳዲእና ክንፋሕቶ እምበይ ከምዚ ኢልካ ተሃላሊካ ምናምን ዘዋፅእ ኣይኮነን በቃ ኢላ ናይ ተመልከትቲ ኮመንት እውን ኣንቢባ ከምኡ ሓሲባ ነይራ ማለት እዩ ዳግ እውን ይቑረየላ ነይረ ትሪእዎ ነይርኹምኩም

ብሓንሳብ ደቂሶም ከም ዝረኸበቶም እያ ተናጊራ ንሕና ከዓኒ እቲ ቪድዮ ተለቂቑ ነይሩ ርኢናና ማለት እዩ ማለት ንሳ ዘይረእየቶ ትኸውን ማለት እሽዒቱ ትማሊ እንዳተኳሓኳሖምሽ ነይሩ እሽዒቱ ተቃሪፁ ዝኸውና እቲ ቪድዮ ሕጂ ተሰሪሕና ንዮ እቲ ቪድዮ ከይተለቃቀ ናሃለወ ማለት እዩ ከምቲ እሳቶም ዝሰርሕዎ ሎት ኮይኑ ከይተለቃቀ ናሃለወ ማለት እዩ ኣሌክስ ንባዕሉ እውን ቪድዮ ኣሎ ክትርእይ ኢኺ ምንም ነገር ዝተፈጠረ ነገር የለን ኣነ ከመይ ጌርኺ ከም ትስኽ ትሓስብዮ ዘለኽሲ ከመይ ጌርኺ ብከምኡ ትሓስኒ ብከመይ ጌርኺ ንዓይሲ ብከምኡ ትጠርጥርኒ ኣነ ንዓኽሲ ብከመይ ብከምዚሲ ክቅይረካ ይኽእልን እየ ብጣዕሚ ከም ዝፈተኪ ብጣዕሚ ከም ዘፍቅረኪ እሞ ከዓነይ ናተይ ውላድ ኣብ ከብድኺ ፀይርኺ እንዳሃለኽሲ በፍፅም ከምዚ ዓይነት ክገብር ኣይክእልን እያ እናተረጋግዕ ኢልዋ ሊሊ ጭራሽ ምስቱ ማለት መጀመሪያ እውን ኣይኣመነት ነራ ማለት እዩ በቃ ምስቱ ኣይእመንን ኣይኣመንን እየ ምስ በለ ቤተሰብ ከቢድ እዩ ማለት ብጣዕሚ ሓዚነ ማለት ክትበኪ ከላ ናይ ብሓቂ ይመስልኒ ቤተሰብ ማለት እዩ ከምዚ ሓቂ በቃ ማንም ሰብ ክነብዕ ከሎ ደስ ኣይብለካን እዩ እዚ ድሓን ድራማ እዩ ቤተሰብ ማለት እዩ ኣነ ሓቂ ኢለ ኣይኣምንን ቤተሰብ ማለት እዩ መዓልቲ መዓልቲ ናብ ካሜራ ናመፀኻ ምጭቕጫቕ የለን ሓቀኛ ሂወት ማለት እዩ ግን ከምዚ ኢላ ክትነብዕ ከላ ግን ብልቢ ብልቢ ሓዚነ ማለት እዩ በቃ ብጣዕሚ ኣሕዛን ልበይ ንሳ ስተሲር ምሳ ኣየ ነቢዐ ማለት እዩ ንምንታይ ከምዚ ሓቂ ዝኾነ መሲልኒ ቤተሰብ ማለት እዩ እና ኣሌክስ ኣነ በፍጽም ተኣምር ንዓኺ ከምዚ ክገብር ኣይክእልን ብኸመይሲ ንዓይሲ ዘይተኣምንኒ ስለምንታይ ዘይተኣምንኒ ከመይ ጌርክሲ ምስኣ ትጥርጥርኒ ምስኣ ምንም ዓይነት ርክብ የብልና ሕውነት ዳ እምበር ምንም ዓይነት ርክብስ የብልናን ብቲ ዝደልኽዮ ክምሕለልኪ ይደሊ ኢልዋ ማለት እዩ በፍጽም ሊሊ ድማ ክትኣምኖ ኣይከኣለትን ማለት እዩ ኣይኣምነካን እየ እሺ ካብ ህይወትና ክትወፅያ መሲልካ ሕጂ ዳኣ እንታይ ትገብር ኣላ ኣብዚ ኣብ ህይወትካሲ እንታይ እያ ትገብር ዘላ ንገረኒ መልሰለይ ሒሙኒ እዩ ክትርእየኒ እያ መፅያ ማለት ኣብዚ ዓብዪ ጌጋ ኣለዎ እንዲ ኣሌክስ በቃ ማለት ትምፃእ ኣይትምፃእ ንሊሊ እዩ ክትብለላ ነይሩ ካብ መጀመርያ ማለት እዩ ምስቲ ዘለዎም ባእሲ ምስቲ ዝነበሮም ባእሲሲ ሊሊ ክትሰምዕ ከላስ እንታይ ይስምዓ ወይ ከዓ እንታይ ዓይነት በደል ይስምዓ ኢሉ ክሓሱ ነይርዎ ንምንታይ ስኢልካ እኮ ንባዕልካ ብቻ እኮ ኣይኮንካ ይትገዓዝ ቤተሰብ ማለት እዩ ግድን ካልኣይካ ተሃሊካ ግድን ነቲ ካልኣይካ ናቲ ስምዒት እንዳሓለካ ኣይኮንካ ኢደካ ትኸይድ እና እንታይ ክስምዓ ክኸውን ኢሉ እስኪ ሓስብ ነይርዎ ስለምንታይ ዘይሓሰበ ካብ ሕጂ ከምዚ ተፈጢሩ ዋይ ዋይ ካብ ምባል መጀመርያ እዚ ንኸይፍጠር ግን ክጥንቀቕ ነይርዎ ማለት እዩ ድሓን ዳግሺ ከምቲ ሊሉ ዘለቶ ስራሕ ኣለኒ ኣነ ክኸይድ ይክእል ክረኾ ይኽእል ንስ ከይዲ ከርከብዮ እንዲ ኢልዋ ከይዲ ከኣምፅዮ ኢልዋ ደሓን ኣምፅኣቶ ከይዳ ክተምፅኦ ትሕሰብ ማለት እዩ ግን ኣሌክስ ንልሊ እዩ ክድውለላ ነይሩ ካብ ንወይኒ ዝድውለላ ማለት እዩ ማለት ከቢድ ነገር ከም ዝፍጠር ዝጠፊእዎ ድዩ ግን ኣነ ብጣዕሚ ኣይኸኣልኩን ማለት እዩ ከቢድ እዩ ብትክክል ማለት እዩ ብሓቂ ማለት ልብካ ይሰብር እዚ ኣብ ደቂ ሰባት ዘሎ እዩ ኣብ ሂወት ዘሎ እዩ ከምዚ ዘጋጥም እዩ ከምዚ ዓይነት ከጋጥመካ ከሎ ግን ማዕረ ክንደይ ልብካ ይስበር ማዕረ ክንደይ ትሓዝን ይጠፍኣኩም እየ ይብልን ሕጂ ድማ ሊሊ ኣብ ምንታይ ኩነታት ከም ዘላ ብርግጽ ሓሲብክሞ ዲኹም ትጭንቀታ ማለት እዩ ማዕረ ክንደይ ትጭነቕ ማዕረ ክንደይ ትሓዝን እቶም ስድራ ዝርእዎ ከሲ እንታይ ይብልዎ ድሓን ንኣስ ይሓስበላ ይንበር እዚኣ እኮ ሎምደ ትወልድ ጥራሕ ትወልድ እናተባህለት ቀሪባ እኮ እያ ዘላልየለይ ቤተሰብ ሕጂሲ ክተዕርፍ እምበር ንባዕሉ ተዓው ኢላ ክትናገር ከላ እኳሲ ማዕረ ክንደይናይ ፓወር ከም ዘድልያ ቤተሰብ ማዕረ ክንደይናይሲ ትደክም ማዕረ ክንደይናይ ብእውነት መረኣያ ተሕዝነካ ብሓቂ ማለት እዩ። ናይ ሓቂ ተዝኾን ኢልና እሞ ንሕሰቦ ማለት እዩ ቤተሰብ ማዕረ ክንደይ ናይ ልብኻ ይሰብር ማዕረ ክንደይ ናይ የሕዝን እሞ ተባኢሶም ተጋጭዮም እንዳሃለውሲ ብሓንሳብ ክትረኽቦም ከላ ሕጅሲ ሓሲብኩሞ ዲኹም ይሰብ ብጣዕሚ እዩ ዘናድድ ብጣዕሚ እዩ ልሓርቕ ማለት እዩ ኣሌክስ ብጣዕሚ ዓብይ ዓብይ ዓብይ ጌጋ ካብ ጌጋ ጌጋ ካብ ቀደመይ ጌጋኡ ለይምሃር ሓሲብኩሞ ድዩ ቀደማይ እዚ ኩሉ ክንደይ ካርተ ተባሂሎም ንሳ ከምኡ ንሱ ከምኡ ካርተት ኢሎምስ ሕጂ ከዓ ናፍቲ ናይ ቀደማይ ጥፍኣት ኢሉ ምለስ ዘሎ ቤተሰብ ማለት እዩ እነዚ ኣብዚ ናይ ሊሊ ምንም ጥፋት የብላይ ምንም ተተናገረት ተተናደደት ሓቂ እያ ክትናደድ ኣብ ሂወትካ ሲ ከምዚ ዓይነት ተጋጢምካ ሲ ከመይ ዘይትናደድ ከመይ ዘይትንህር ከመይ ዘይትሓርቕ እንዲያም ማለት ብዙሕ በቃ ድሓን እያ ብእውነት ንክትኣምኖ ሲ ብጣዕሚ እያ ትፅዕር ለላ ማለት እዩ ንሱ ግን ኣይእመንን ኢልዋ ማለት እዩ ብጣዕሚ የሕዝነካ ብጣዕሚ እዩ ካብድኻ በቃ ቁርፅ ለብለካ ብእውነት ቤተሰብ ማለት እዩ እና ሊልዬ ኣብ ዘለኽዮ ሰላም ክትኮኒ ተስፋ ይገብር ማለት እዩ ኣዴ ማርያም ምሳኻ ትኹን እንታይ ይበሃል ኮይኑ ኣይውረድካ እዩ ዝበሃል ቤተሰብ ማለት እዩ እና ንልማዓንቲ ቪድዮ ሒዘልኩም ዝመፅኹ ነዚያ ትመስል ነይራ ኣድናቅቲ ሊሊ ዝኮንኩ ድማ ላይክ ሸር ሰብስክራይብ ግበሩለይ ክብለኩም ይፈቱ ማለት እዩ ኣብ ቀጻላይ ቪድዮና ክሳብ ንራኸብ ድማ ሰሰነይ ንዓኹም